ዓንዲ እምነት ቅዱስ ቶማስ መንፈሳዊ ግጥሚ ኣብ ማእኸል ሃወርያት ፍሉይ ዝነበረ ታሪክ ህይወቱ ንዓና ዓብዪ ትምህርቲ ዝሓበረ እንተዘይረኣኾ ኣይኣምንን ኢሉ እኳ እንተተዛረበ ድሓር ግን ንኹሉ ዓለም እምነቱ ዘዐንበበ ትንሳኤ ጎይትኡ ንምርግጋፅ ዝተመረፀ ካብ ጥርጣሬ ናብ ፍፁም እምነት ዝተሰጋገረ ኢዱ ኣትዩ ጎኑ ምስ ዳህሰሰ ጎይታይን ኣምላኸይን ኢሉ ፍቕሩ ዝሐደሰ ካብ መርበብ ዓሳ ናብ መርበብ ሰብ ዝተጸውዐ ብቓል ክርስቶስ ልቡ ዝነደደ ዝሰረጸ ናብ ምድሪ ህንዲ ተጓዒዙ ብዘይ ፍርሒ ንጸልማት ስንከላን ዝቐየረ ናይ ሓቂ መብራቲ ጣዖታት ዘፍረሰ ኣምላኽ ኣማልኽቲ ዘንቀጥቀጠ ቃል ወንጌል ሰቢኹ ንህዝቢ ህንዲ ዝለወጠ ኣብ ቅድሚ ነገስታት ደው ኢሉ ብትብዓ ዝረአ ናይ ሓቂ እምነት ናይ ነባሪ ህይወት ሰረት ብፈለጻ ሰማእትነት ስግኡ ክውጋእ ከሎ ነፍሱ ግን ናብ ሰማይ ዓረገት ምስ መላእኽቲ ክትውድስ ደሙ ንቤተ ክርስቲያን መሳለምያ ኮይና ታሪክ ተጋድሉ ሎሚ እውን ይነብር ኣሎ ምሳና ኦ ቅዱስ ቶማስ ናይ ሓቂ ሃወርያ ናይ ህንዲ ብርሃን ናይ እምነት ሱር መሰረት ሎሚ ኣብ መዓልቲ ዕረፍትኻ ንልምነካ ኣለና ብጸሎትካ ሓግዝና ካብ መፈንጠርያ ጸላኢ ኣድሕነና ብጸሎትካ ሓግዘና ካብ መፈንጠራ ጸላኢ ኣድሕነና እምነትና ከይናወጽ ልብና ከይጣራጠር ካብቲ ናትካ ምስክርነት ኣብ ውሽጥና ይትረር በረኬት ናይዚ ዕለት እዚ ኣብ ልዕልየና ይሕደር ሰላምካን ረድኤትካን ምስ ኩላትና ይሕደር ሰላምካን ረድኤትካን ምስ ኩላትና ይሕደር ኣሜን

ግንቦት ዕስራን ሽዱሽተን ናይ ቅዱስ ቶማስ ሓወርያ ካብቶም ዓሰርተ ክልተ ሃወርያት ሓደ ዝኾነ ዲዲሞስ እናተባህለ ዝጽዋዕ ቅዱስ ቶማስ ሃወርያ ብሰማዕትነት ዝዓረፈሉ ዕለት ስለ ዝኾነ ብድምቀት ዝኽበረሉ እዩ። ኣብ ሃገረ ህንዲኬ ንዓርሱ ባርያ ገይሩ፣ ቶማስ ነቲ ዝተሻየጦ ዝገዝኦ ጎይትኡ እናተኸተለ መንገዶም እናኸዱ እንከለዉ እንታይ ክእለት ከም ዘለዎ እቲ ሰብ ንቅዱስ ቶማስ ሓተቶ። ቅዱስ ቶማስ ድማ ምንዳቕ ምጽራብ፣ ምህናጽ ቤተ ምኵራብ፣ ሕሙማት ምፍዋስ፣ ምጽሓፍ እኸእል ኢሉ ክእለቱ ገለጸሉ። ንሱ ድማ ከምዚ ናትካ ፍልጠት ዘለዎ ሰብ ንንግስና ይደልዮ እዩ፣ የድሊ እዩ ኢሉ ናብ ንጉሶም ኣብፀሖ። እቲ ንጉስ ድማ ሞይኡ ምስ ተረድኦ ሓደ ሰብ ፀዊዑ ዓብዪ ገዛ ይስረሐለይ ዝኣክል ገንዘብ ሃቦ ኢሉ ናብ ሉክዮስ ዝተባህለ መኮነን ሰደዶ። ሉክዮስ ድማ መልእኽቲ ተቐቢሉ ገንዘብ ሂቡ ናብ ገዝኡ ኣእትዩ ንሰበይቱ እዚ ሰብ እዚ ከም ባርያ ዘይኮነሲ ከም ፈላጣት ቆጺርኪ ረኦዮ ከምኡ እውን ናብ ዘይምልከቶ ስራሕ ኣእቲኺ ከይተስርሕዮ ኢልዋ ናብቲ ንጉስ ዘለዎ ዓዲ ተመልሰ። ሃወርያ ቶማስ ድማ ምስታ ሰበይቲ እቲ መኮንን ምስ ኣዕለለ ኣብቲ ቤት ጣኦት ከም ዘለዉ ነጊራቶ ነገረቶ እሞ ናፍቶም ጣኦት ዝነበርዎ ስፍራ ከይዱ ናብ ቅዱስ እግዚኣብሔር ኣምላኽ ጸሎት ገበረ። ሽዑ እቶም ጣዖታት ከካብ መንወሪኦም ወዲቖም ተሰዋወሩ። እታ ሰበይቲ እቲ ንጉስ በቲ ዝረእየቶ ተኣምር ተደነቐት። ብኣምላካ ክኣምን እየ ኢላ ድማ ብጎይታ ኣመነት። ቅዱስ ሃዋርያ ትማስ እውን ብስም ስላሴ ኣጥመቓ። ኣብኡ ኰይኑ እውን ዝተፈላለየ ሕማም ዝነበሮም ሰባት ክፍውስ ጀመረ። ምስኦም ድማ ኣብቲ ዓዲ ሕሙማት እናፈወሰ ንዝኣምኑ እናጠመቐ ንኣርባዕተ ዓመት ዝኣክል ጸንሐ። እቲ ሉክዮስ መኰነን ድማ ድሕሪ ነዊሕ እዋን ካብ መገሽኡ ተመለሰ፣ ኣብ ቤቱ ድማ ብዙሕ ለውጢ ጸንሖ። ሰበይቱ ሃይማኖቱ ለዊጣ ሃይማኖታ ለዊጣ። ቶማስ ክሰርሖ ዝተብሃለ ቤት ድማ እቲ ገንዘብ ንድኻታትን ዝተጸገሙን ተመጽዊቱ እንተይተሰርሐ ጸንሖ በዚ ብዙሕ ዕግርግር ገበረ ንክቐትሎ እውን ሓቀነ ንዓቀይትቱ ድማ ሐዚ ከይድኹም ቆርበቱ ቆሊጥኩም ገፊፍኩም ኣምፅሌ ኢሉ ለኣኾም እንተኾነ እቶም ዝተለኣኹ ሰባት ካብቶም ቶማስ ካብ ሕማሞም ዝፈወሶም ስለ ዝኾኑ እዚ ኣረማዊ መኮነነ እዚ ንሕስያ የብሉን መዓቱ ከውርደልና እዩ ኣብ ልዕሊ ካብ ሕማምና ዝፈወሰና ቁዱስ ሰብ ኢድና እንተድኣ ኣንቢርና ከዓ ኣምላኩ ድላዩ ስለ ዝገብረሉ ዝገደደ ምዓት ክወርደና እዩ እናበሉ ክጭነቁ እንተለዉ ስለ ዝሰምዖምን ስለ ዝረእዮምን ቁዱስ ቶማስ ንስካትኩም እዙዛት ስለ ዝኮንኩም ዘምፀእኩም ፈፅሙ በሎም ንሳቶም ድማ ከም ዝተኣዘዝዎ ቆርበቱ ቆለጥዎ እሞ እዚ ኩሉ ክፍፅ ጸም እንተሎ ሰበይቲ ልክዮስ ብመስኮት ኮይና ትዕዘብ ነበረት እሞ ደንጊጻ ካብ ደብሪ ጸዲፋ ሞተት። ቅዱስ ሃዋርያ ቶማስ ድማ ብጸሎቱ ካብ ሞት ኣተንስኣ። ነዚ ዝረእየ ልክዮስ ብኣምላኽ ቶማስ ኣሚኑ ተጠመቐ፣ ስግኡን ደሙን እውን ተቐበለ። ቅዱስ ቶማስ ነዚ ፈጺሙ ናብ ቆንጣርያ እንትኸይድ እንተሎ ሓደ ሸውዓተ ደቁ ዝተቐተልዎ ሰብኣይ ረኸበ እሞ፣ ኣነ ጸሎት ገይረ እንተ ተሳእኽዎም፣ እታ ለይተይ ምርርቲ ስለ ዝዀነት ብስራየ ኣተንስእዎም ክብሉኒ እዮም። ሕዚ ግን ንስኻ ኣብዛ ቍራጽ ስጋይ ሒዝካ ኪድ እሞ፣ ናብ ሸውዓተ ደቅኻ ዝተቐበሩላ መቓብር ብስም ኣብ፣ ብወልድ መንፈስ ቅዱስ ኢልካ ኣቕምጣ እሞ ክትንስኡ እዮም በሎ። ንሱ እውን ከምቲ ዝተባህሎ ገበረ እሞ፣ ሸውዓቲኦም ደቁን ኣብ ጐደናኦም ተቐቢሮም ዝነበሩ ሰባትን ብሕብረት ተንስኡ፣ ናብ ቅዱስ ቶማስ ከይዶም እውን ተጠመቑ። ነዚ ተኣምራት እዚ እንትገብር እንተሎ ዘይኣመነ ሓደ ግን እዚ ንህዝብና ዘስሕት ዘሎ ብእምኒ ንቕተሎ በሎም እሞ ክቐትልዎ ኢሎም እምኒ ከልዕሉ ድንን ምስ በሉ ኣእዳዎም ለሚሶም ተረፉ። ሽዑ ንቅዱስ ቶማስ ንኣምላክካ ለሚንካ ኣሕውየና በልዎ እሞ ንሱ እውን ጸሎት ገይሩ ኣሕወዮም። ነዚ ተኣምር ዝረእዩ ህዝቢ ድማ ብጎይታ ኣሚኖም ተጠመቑ። ቅዱስ ቶማስ ነዚ ነገር እዚ ምስ ፈጸመ ናብ ካልእ ቦታ ኺኸይድ መደበ። ጐይታ ድማ ንደበና ኣዘዘሉ፣ እታ ዝተኣዘዘት ደበና ድማ ናብ ደብረ ነያናዲን እትብሃል ሃዋርያት ዝቕመጡላ ኣብጽሐቶ። ናብኡ ድማ ኵሎም ሃዋርያትን ቅድስቲ ድንግል ማርያምን ቅዱስ ንዋይ ህሩይ፣ ጳውሎስን ብሓደ ተኣኪቦም ጸንሕዎ፣ ብሓደ ኮይኖም ከኣ ንእግዚኣብሄር እናመስገኑ ሰመንያ መዓልቲ ኣብታ ቦታ ተቐመጡ። ቅዱስ ተማስ ናብ መቅዶንያ እንትኸይድ እንተሎ ጎይታ ተጓነፎ እሞ ንቆርበቱ ከንቀደሙ መለሰሉ። ናብ መቅዶንያ ምስ ኣተወ ድማ ብስብከቱ ንብዙሓት ኣእመነ። ነዚ ዝረእዩ ዘይኣመንቲ ድማ ናብ ቤት መእሰርቲ ኣእተውዎ። እቶም ብስብከቱ ዝኣሙኑ ኣዝዮም ብዙሓት ሰባት ድማ ምእሳሩ ምስ ፈለጡ ናብቲ ቤተ ማእሰርቲ ከዱ እሞ ማዕጾ እቲ ቤተ ማእሰርቲ ኸዓ ባዕሉ ተኸፈተሎም። ንቅዱስ ሓዋርያ ቶማስ እውን ረኸብዎ። ንሱ ድማ ንዕኣቶም ኣጽናዕኒዑ ጐይታ ካብዛ ሓላፊት ዓለም እዚኣ ናብታ ዘይትሓልፍ መንግስቱ ኸግዕዘኒ ስለ ዝኾነ እዛ ዘስተምህራ ዘለኹ ቃል ወንጌል ናይ መወዳእታ እያ፣ ገድለይ ፈጺመ መልእኽተይ ኣብጺሐ እየ በሎም። ነቶም ክበጽሕዎ ዝመጹ ምኽርን ማዕዳን ሂቡ ድማ ብሰላም ኣፋነዎም። ምስቶም ክበጽሕዎ ዝመጹ እውን ሰበይቲ ንጉስን ጓል ንጉስን ነበራ። እቶም ሓለውቲ ናብ ቤት እቲ መስርቲ ድማ እዚ ኩሉ ንንጉስ ሓበርዎ እሞ እቲ ንጉስ ከዓ ፈቲሕኹም ናባይ ኣምጽእዎ በሎም። ንሳቶም እውን ናብኡ ኣቕረብሉ፣ እቲ ንጉስ ከዓ ንቅዱስ ቶማስ ንስኻ ባርያ ዲኻ ጎይታ ኢሉ ሓተቶ፣ ንሱ ከዓ ናይቲ ናትካ ስልጣን ዘይበጽሖ ናይ እየሱስ ክርስቶስ ባርያ እየ ኢሉ መለሰሉ፣ እቲ ንጉስ ከዓ ዝተጸበዮ መልሲ ስለ ዘይተጸበዮ መልሲ ስለ ዝረኸበ ኣዝዩ ተቆጥዐ እሞ ዓቀይቶት ልኢኹ ክቐትልዎ ኣዘዘ፣ ንሳቶም ድማ። ኲናቶም ወርዊሮም ወጊኦም ኣውደቕዎ። በዛ መዓልቲ እዚኣ ኸኣ ነፍሱ ካብ ስግኡ ተፈለየት። ንእግዚኣብሔር ኣምላኽ ምስገና ይኹኖ። ጸሎት ናይ ቅዱስ ሃወርያ ጸጋ በረከትን ምስ ኩላትና ሕዝበ ክርስቲያን ይኹን። ወስብሃት ለእግዚኣብሔር።